ኣላሁ ተዓላ ሰማይን መሬትን ፈጢሩ ወብርሃንን ፀልማትን ፈጢሩ ኣላሁ ተዓላ ኸዓ ቅድሚ እዚ ኹሉ ነገር እዚ ኸዓ ነይሩ ሁወ ልኣወሉ ከምቲ ዓንተወይ ዝበልክዎ ላ ብርሃን ኣይነበረ ወላ ፀልማት ኣይነበረ ሰማይ ኣይነበረትን መሬት ኣይነበረትን ኣላሁ ጀለ ጀላሉሁ ነይሩ ማለት እዩ። እዚ ነገርዚ ጥብዓን ብሓንጎልና ንክንበጽሖ ቁሩብ ጸገም ክኾነና ክእል ይኸውን ላኪንከ ረቢ ካብ በለና ናይ ረቢና ክንቅበሎ ኣለና ሓንቲ ነገር ክንርዳእ ዘለና ዝኾነ ይኹን ኣብ ሓንጎልካ ባልካ ድመጸካ ኣላሁ ብኺላፍ ዛሊክ ከም ምዃኑ ክትፈልጥ ኣለካ ኣላህ ከምቲ ኣብ ሓንጎልካ ትኽየሎ ነገር ኣይኮነን ድሕሪ ኣላሁ ተዓላ ኩሉ ፈጣሪ ከም ምዃኑ ምፍላጥና ቀዳማይ ዝፈጠሮ እንታይ እዩ ኣሕዋት ኣላሁ ተዓላ ቀዳማይ ነገር ዝፈጠሮ እንተኾይኑ ማይ እዩ ካብቲ ማይ ከዓ ኩሉ ነገር ተፈጢሩ ካብ ማይ ኩሉ ነገር ከዓ ፈጢሩ ረቢ ስለዚ በቲ

ኩሉ ሰማይ መሬት ከዋኽብቲ ኣብ ቅድሚ ዓርሺ ሓንቲ ነገር ከም ዘይብለን ከተወዳድረን ከለኻ እሱ ድማ ዝለዓለ ከምዚ ሰማይ ንዓና ንሪኣ ዘለና ከምኡ እዩ ነዚ ዓለም ነዚ ፍጡራት ኩሉ ብምልኡ ማለት እዩ ነዚ ዓለምን ነዚ ፍጡራትን ኩሉ ብምልኡ ልዕሊኡ ደሎ እንታይ ማለት እዩ ዓል ዓርሺ ማለት እዩ ስለዚ ድሕሪ ዓርሺ ቀዳማይ ማይ ኢልና ካልኣይ ዓርሺ ክንብል ከለና ሳልሳይ ድማ ኣልቀለም ይመጽእ እዚ ቀለም እዚ ከም ዝዛረብ ከለና እዚ ኣብ ኢድና እንፅሕፈሉ ዘለና ቢሮ ማለትና ከይኮነ ቀለም ኣልኣዕላ ተባሂሉ ፅዋዕ እሱ ድማ እቲ መጀመርታ ቀለም ረቢ ዝፈጠሮ

ካብዚ ሓዲስ ዝደልዮ እንታይ ተርቲባት ዝቁርብ ጌርናዮ ነበርና በዚ ጌርና ንፈልጥ ኣለና ማለት እዩ ከምኡ እውን ኢሉ ላሁ ተላ ኣብ ቁርን ኣብ ሱረት ልሓዲድ ሁወ ልኣወሉ ወልኣክር ወልዛሂሩ ወልባጢን ወሁወ ብኩል ሸይን ዓሊም እዚ ቀዳማይ ረቢ ከም ዝነበረ ዓለም ዝተፈጥካ እሱ ንበይኑ ከም ዝተርፍ ወዛህር ዋድሕ ዝኾነ ወልባጥን ስዉር ዝኾነ እዚ ነገር እዚ ከኣ ቀዳማይ ኣላሁ ተዓላ ጀለ ጀላሉሁ ማለት እዩ። ስለዚ እንታይ ንብል ማለት እዩ እዚኦም ሓደ ክልተ ሰባት ዓለም መጀመርታ እዩ ነይሩ ኣይተፈጠረን ወይ ከምኡ ኢሉ መፅኡ ሱድፋ ድብሉ

ኣወሉ ማ ኸለቀ ኣላሁ እንታይ ይብል ኣሎ ኣልቀለም እቲ መጀመርታ ክፈጥር ከሎ ቀለም እዩ ፈጢሩ ثመ ቃለ ክቱብ ነቲ ቀለም ፀሓፍ ኢልዎ ኣወሉ ማ ኸለቀ ኣላሁ ኣልቀለም ثመ ቃለ ክቱብ ሓንቲ ጥቕሚ ፋኢዳ ካብዚኣ እንታይ ንረክብ ስለዚ ቀዳማይ ክፈጥር ከሎ ረቢ ቀለም ፈጢሩ ثመ ቃለ ለሁ ኣክቱብ እዚ እንታይ ንርዳእ ምስለኩም ካብዚ ለጢፍ ኣበሃል እዚ ሕቡእ ነገር ቀለም ይሰምዕ ይዛረብ ከምኡ ኾኑ ቃለ ወማ ኣክቱብ ፊ ርዋያ እንታይ ክፅሕፍ ኢሉ ኢዘን ቀለም ሰሚዑ ተዛሪቡ ከመይ እዩ እዚ ንሕና ንፈልጦ ነገር የለን ኣላሁ ተዓላ ነጊርና ቁርኣን እንስሳ ከም ተዛረቡ ከም ህድሁድ መሳሊ ፃፅ ከም ተዛረበት ገሊፅልና ንሕና ንፈልጦ ነገር የለን ላኪን ከም ተዛረበ ንፈልጥ ቃለ ለሁ ክቱብ

ካብዚ ነገር እዚ እንታይ ንርዳእ ማለት እዩ? ዓርሺ ቀዳማይ ቅድሚ ቀለም ከም ዝነበረ ከምኡ ውን ማይ ከም ዝነበረ ተረዲእና እዚ ቀለም እዚ ድሕሪኡ ከም ዝመፀ ከም ዝፀሓፈ ድሕሪኡ ድሕሪ ቀለም ከ ሓደ ክልተ ሰባት ኣለዉ እንታይ ይብሉኻ መስለካ ኣላሁ ተዓላ ቀዳማይ ነገር ዝፈጠሮ ተልዩ ኑር ናይ ሰይድና ሙሓመድ እዩ ፈጢሩ ብሉኻ እዚ እንታይ የረዳእከ ባጥሊን ከም ምዃኑ ቡጥላን ከም ዘለዉ وሓዲث መውዱዕ ኣምፅኦም ከኣ ሙኣለፍ የምፅልካ ብዛዕባ ዚ ነገር እዚ ወዚ ከኣ ምሕሳው ናብ ረሱል ስ ሰለ ከምቲ ኢማም ስዩጥ ነገረና ኣብቲ ክታብ ናቱ እዚ ነገራት እዚ ካብቲ ደይከውን ከም ምዃኑ

ሓውለ ኣልዓርሽ እሱ ድማ እቲ ድዓበየ ተፈጠረ ነገር ዓርሽ ኾም ምዃኑ ብስፍሓቱ ይኹን ብክብደቱ ይኹን ክሳዕ ክንደይ ዝፈልጦ ነገር የለን ላኪን ኣብ ሓንጎልና ክመፀልና ከምቲ ረሱል ስ ላ ሰለም ዝሓበሩና እንታይ ኢሎም መሰማዋት ሰብዑ ማዓ ልኩርሲ ኢላ ከሓልቀትን ሙልቃትን ብኣርዲ ፋላህ

ኣብቲ ሳሕራ ተደርብያ ዘላ ክንድኣ ቦታ ከ ኢድ ወስድ። ስለዚ እንታይ ንርዳእ ማለት እዩ ክሳዕ ክንደይ ከም ምዃኑ እዚ ዓርሺ ከም ደይንፈልጦ። እዚ ዓርሺ እዚ ከኣ ኣርባዕተ መላኢካ ይስከምዎ ካብቶም ድዓበዩ መላኢካ።

ከምቲ ረቢ ድበሎ ዓርሽ እዚ ሰሪር ናይ ሙልኪ ትጽዋዕ ቋንቋ ዓረብ ላኪን ኣላሁ ተዓላ እንታይ ኢሉና ኣብ ቁርኣን ኣራሕማኑ ዓለል ዓርሽ እስተዋ ኣራሕማኑ ዓለል ዓርሽ እስተዋ ስለዚ ንሕና እዚ ዓርሽ እዚ ከም ዘሎ ክንኣምን ብገይቢ እዩ ክንፈልጥ ኣለና።

እዚ ከኣ ደሊል ኣብ ቁርኣን ኣለና ከምቲ ረቢ ድበሎ ኣብ ሱረት ያሲን ወኩለ ሸይእን ኣሕሰይናሁ ፊ ኢማም ሙቢን ኩሉ ነገር እኮ ጽሒፍናዮ ኣኪብናዮ ኣለና ኣብቲ ዓቢ ድኾነ ኢማም ድበሃል እዚ ለውሐል ማሕፉዝ እዩ።